ሰላም ሰላም ክቡራት ተኸታተልትና ከመይ ውዒልኩም ሰላም ክትኮኑ ተስፋ ገብር ድምፂ ይስማዕ ኣሎ ደኹም ቋዕ ብድሓን መፃእኩም እንዳበልኩ ድምፂ ይስማዕ እንተሃልዩ ይስማዕ ኣሎ ሞበልኒ ፕሊስ ተኺልና ናብቲ ናይ ሎሚ ኣገዳሲ ዝኾነ መደብ ጽልዋ ኩናት ናይ እስራኤልን ኢራንን ኣብ ወፍርና ኣብ ስቶክ ማርኬት ይኹን ክሪፕቶ ካረንሲ ብሓፈሻ እንታይ ጽልዋ ክገብረሉ ይኽእል ወይ ከዓ ካብ ክሳራታት ንክንድሕን እንታይ ክንገብር ንኽእል ዝብል ትምህርቲ ክህልወና እዩ ከምቲ ዝረኣናዮ ኣፍኮርስ እቶም ኣዋፈርቲ ዝኾና ዝበዝሓ ትካላት ብፍላይ በዓል ተስላ ከባቢ ሓሙሽተ ፐርሰንት ጎዲለን ኣለዋ እሶ ብዛዕባ እዚ ክንዘራረብ ኢና ይስማዕ እንተሃልዩ ይስማዕ ኢልኩም ጸሓፉለይ ላይክ ላይክ ኣግበሉ ከለኹም ፕሊስ ሼር ግበርሎም ከዓ ሜቢ ክኣትዉ ዝደልዩ ሰባት ክህልዉ ስለ ዝኽእሉ እዚ ኣገዳሲ እዚ ኩነታት ንሪኦ ከም ዘለና ናብ ዝለዓለ ደረጅኡ እንዳቐፀለ እዩ ዝኸይድ ዘሎ ዝመስል ስለዚ ብዛዕባ እዚ ሓፈሻዊ ሓሳባት ክበኩመ ወይ ከኣ እቲ ኒውስ ከመይ ይኸይድ ከም ዘሎ ብተወሳኺ ነቲ ኣዋፊርናሉ ዘለናኸ እንታይ ጽልዋ ክገብረሉ ይኽእል ዝብል ከኣ ክንትንክፎ ኢና ማለት እዩ። Yeah መጽያ ኣላ ታንኪ ታንኪ ብምጽባይኩም ኣይቲንክ ኣርብዓን ሓሙሽተን ተጸቢኹም ካብ ሓምሳ ብልቢ እየ ከመስግነኩም ዝደሊ ይቕሬታ እንዳበልኩ ናይዚ ኣጋጢሙ ዝጸንሐ እንታይ ክብል ፀኒሐ እዚ ናይ በዓል ማይክሮሶፍት እንተርኢናየን ኩለን ዋጋታተን ጎዲለን ኣለዋ እዚ ናይ ኢራንን ናይ እስራኤልን ዘጋጥም ዘሎ ብጣዕሚ ፀሊዎን ስለ ዘሎ ኣብ ግዜ ወርሒ ኢና ንሪኦ ዘለና እዚ ዝኸሰባ ትካላት እንተርኢናየን በዓል ኤክሰን ሞቢል ናይ ኤነርጂ ትካላት ኣብ ዝተርኢናየን ዝበዝሓ ከሲበን ኣለዋ ሸውዓተ ሚእታዊ ሸሞንተ ሚእታዊ ትሽዓተ ሚእታዊት እናበላ እዚኣን ከዓ ምስ ነዳዲ ምስ ናይ ኦይል ምስ ናይ ኤነርጂ ኩለን ብሓፈሻ ዝሰርሓ ኮይነን ምስ ናይ ኢንዱስትሪ ኣብ ናይ ኣፅዋር ገለ ተኪረን ዝሰርሓ ከዓ ዋጋአን ወሲኸን ኣለዋ ኦፍኮርስ ከም ተወሳኺ ጉግል ኣማዞንን ተሃስየን ስለ ዝነበራ ንእሽተይ ወሲኸን ንሪኤን ኣለና እቲ ቀንዲ ምክንያት ኦፍኮርስ ናብኡ ክንኣቱ ኢና ከምዚ ኣቐዲሞ ክብለኩም ፀናሕኩ ተስላ ከባቢ 177 ኣላ ኣብዚ ግዜ እዚ ቢትኮይን ድማ 63 ኣላ ኮለል ትብል ኣላ ኣብቲ ከባቢ እንተሪእና ካብ 66 ክሳብ 61 ሎሚ ንግሆ 61 በፂሓ ነይራ ኣብኡ ረዚስታንስ እዩ ዘሎ ብዝተርእናዮ ካብኡ ሳይ ትወርድ እያ ዘላ ናብ 60 ገፃ ካብኡ እንትወርድ እያ ግን ብጣዕሚ ክትቅጽል ትኽእል እያ። ብሕጂ ግን እንታይ ጽልዋ ክገብረሉ ይኽእል ከኣ ንእሽተይ ትንክፍ ትንክፍ ክነብሎ ኢና ኣብዚ ምስ ዜናታት ዝተተሓሓዘ ማለት እዩ። ፐርፌክት ሶ እቲ መጀመርያ ኒውስ ዘሎ ምስ ናይ እስራኤል ዘሎ ምስ ሪሶርስሱ ከምጽኣልኩም ኣብዚ ማሪዮ ሞፋ ዝበልኩም ዝተፈላለየ ኣኪቡ የምጽእ እዩ እስራኤል እቲ ኢራን እንታይ ኢላታ ዘላ ዊ ኣር ጎነ ሜክ ዩ ወይት ከነጸብየኩም ኢና ኢሎም የሳቕይዎም ኣሎ ከምቲ ኢራን ንእስራኤል መዓስ እዮም ክትኩሱልና ሰዓት ክንደይ ኢሎም ዘሻቕልዎም ዝነበሩ እዚኦም ከኣ ከነጸብየኩም ኢና ቀልጢፍና እቲ ኣጽዋር ኣይንሰደልኩም ኢና እቲ ሚሳይል ኣይንሰደሉ ኢና እዮም ዝብሉ ዘለዉ ስለዚ we will respond to the Iranian attack but wisely and not from the gut they should be as tense as we were ይብሉ ኣሎ ፈሪሖም ስለ ዝነበሩ እስራኤላውያን በቲ ናይ መትኮስቲ ማለት እዩ በቲ ናይ ኣፅዋር ኣብዚ ግዜ እዚ ከዓ ኢራን መዓስ እዩ ክትኮሰና ኢሎም ብትፅቢት እዮም ዘብሉ ዘለዉ ዓለም ሙሉእ ኩልና ማለት እዩ ስለዚ ከምዚ ንሪኦም ዘለና እዚኦም ናይ እስራኤል እዚኦም ንሪኦም ዘለና ናይ እስራኤል እትዮም ካቢነት ማለት ኣብዚ ኣለኩም እስራኤል ዋር ካቢነት እትዮም ኩናት መዓስ ክትኮስ እዩ ይትኮሱ ዶ ይትኮሱ የጥቅዑ ዶ ኣየጥቅዑ ተዘራሪቦም ዝውድእሉ እዮም እዚኦም ተኣኪቦም ዲቤት ይገብሩ ኣለዉ ወይከዓ ይዘራረቡ ኣለዉ መዓስ ኢናስ ክንምልሰሎም ነቲ መጥቃዕቲ ኢራን ዝገብረትሎም ንሶም ከዓ ካባኹም ኣይንሓምቕን ብምባል መጥቃዕቲ ክመልሱሎም ኢሎም ይሓስቡ ኣለዉ ማለት እዩ። ኣብዚ እስራኤል ኤምስ ቱ ሄርት ኢራን ብለና ኣሎ። እስራኤል ንኢራናውያን መጥቃዕቲ ክፍጽምሎም ንሱ ማለት እዩ። ግን ብጣዕሚ ከምዚ ዋር ወይ ከዓ ናብ ዓለም ክስፋሕፋሕ ኣይደልይዎን እዮም። እንታይ ደኣ ኦኬ ተኩስኩምልና ንሕና ከዓ ክንትኩሰልኩም ኢና ከነማልሶ ኢና ሓንቲ ቆልዓ ሃሲኹምና ንሕና ከዓ ከምዚ ክንሃሲልኩምና ዝዓይነቱ ክኸውን እዩ ማለት እዩ እዚ ከዓ ብቻነል ትወልፍ ሪፖርት ወይ ከዓ ፀብፃብ ዝወሃብ ዘሎ እዩ ስለዚ እስራኤል እንታይ እዮም ክትኩስሎም ወይ ከዓ እቲ ኣፅዋር ክሰዱሎም እዮም ዝሓስቡ ዘለዉ ብቀዳም ኣብዚ ዊክኤንድ ተባሂሉ እዩ ዝውረ ዘሎ ኣብዚ ግዜ እዚ ግን ኣብቲ ዝለዓለ ዋር ወይ ከዓ ኩናት ናይ ዓለም ክበፅሕ ኣይደልይዎን እዮም ዘለዉ ዋላ ብናይ USA ናይ ኢንግላንድ ናይ ጀርመን እንተሪኢናዮም ኦፍ ኮርስ ሓገዝቲ ናይ እስራኤል እዮም ንሶም እንታይ ዝብ ዘለዎ ኣክሰለሬትድ ፋንዲን ፎር እስራኤል እቲ ገንዘብ ምሕጋዝ ጠጠዋ የበልዎን ኣለዉ ግን በቃ ተዓዊትኩም ኢኹም ሰብ ብዙሕ ኣይተሃስየኩምን ኣፅዋር ብዙሕ ኣይከሰረኩምን ግን ጠጠዋ ኣብልዎ ኩናት ኣይንደሊና እዮም ዝብሉ ዘለዉ ዩኤስኤ ይኹኑ ኣሜሪካ ማለት እስራኤል ግን ኣይንሰምዕና ዝዓይነቱ ዘረባ እዮም ዝዛረቡ ዘለዉ ኣብዚ ግዜ እዚ ከምዚ ንዕቀት ከየምስሎም ኢሎም ክኾኑ ይኽእሉ እዮም ስለዚ እቲ ሓሳባት ናቶም እንታይ ዘሎ ሪስትሬንት ኦር ሪትሪቢሽን ይብለና ኣሎ ስማዕ ኣሎ ለኹም ድምፂ ድምፂ ዘይስማዕ እንታይ ደ ስማዕና ድምፂ መፅሓፍ ዶ ኦኬ ፅቡቅ ኣለየ ሶ እንታይ እዮም ዝብ ዘለዎ ብዚ ነጥቅዕ ዶ ወላስ ኣይነጥቅዕ እዩ ዘሎ እቲ ዘረባ ኣብዚ ማለት እዩ ናብቲ ዝዓለ ደረጃ ክበፅሕ ስለ ዘይደልዎ ኢስራኤል ፌስስ ዳይለማ ኢን ሬስፖንስ ኢራንስ ኣታክ ብለና ኣሎ ስለዚ እቲ ዳይለማ ወይ ከዓ በቃ ኣብ ክትዕ እዮም ዘለዎ ኣብ ዝርርብ እዮም ዘለዉ ኣብቲ ቀንዲ ውሳነ ክበፅሑ ኣይከኣሉን ከም ዘለዉ እዩ ዘርእየና ዘሎ ማለት እዩ ኣብዚ ከዓ ስፒከር ናይ ኢራንያን ማለት ንሱ ከዓ ሓደ ካብቶም ተኸላኸልቲ ናይ ኢራን ናሽናል ሴኩሪቲ ኮሚሽን ማለት እዩ እዚ ስሙ ብዝለኩም ኢራን እንታይ ተዳልያ ኣላ ኢሉ to use a weapon that has never been used ቅድሚ ሕጂ ተጠቂሞምሉ ዘይፈልጡ ኣፅዋር ክጥቀሙ ከም ዝኾኑ እስራኤል ዝኾነ ተኹሲ ዝኾነ ቦምብ ዝኾነ ሚሳይል ምስ ዝሰዱ ንሕና ተጠቂምናሉ ዘይንፈልጥ ዓብዪ ወይ ከዓ ሓደገኛ ዝኾነ ኣፅዋር ክንሰደልኩም ኢና ኢሎም እዮም ዘጠንቅቕዎም ዘለዎ ብዚ ማለት እዩ ብተወሳኺ ኢራን እቲ ናይ ኒክሌር ፋሲሊቲ ወይ ከዓ እቲ ናይ ኩናት ዝስርሕሉ ቦታታት ተዓፅዩ ኣሎ። ኩሉ ግዜ እንታይ ይገብሩ እዮም ብናይ ዩኤን ድዩ ብናይ ዓለም እንታይ ይሰርሑ ከም ዘለዉ ይረአ እዩ ዝበዝሐ ግዜ ማለት ቸክ ግበር ኣብዚ ግዜ እዚ ካብ ኩሉ ዓፅዮም ኣሎ ምክንያቱ ክዳለዉ ስለ ዘሎ ነቲ ኩናት ካብ እስራኤል ከይመፁ መጥቃዕቲ ብጣዕሚ ይዳለዉ ኣሎ እዚ ማለት እዩ ከም ተወሳኺ እዚ ኢራን ክሎዝ ኒክለር ፋሲሊቲ ብለና ኣለዎ ኣብዚ ነቲ ናይ ኒክለር ፋሲሊቲ እቲ ናይ ኩናት ዝሰርሕሉ ዓጽዮሞ ከም ዘለዉ እዩ ዝሕብር ዘሎ ኣብዚ እውን ማለት እዩ ዝሓለፈ ብዛዕባ ናብ ፕራይስ ወይ ከዓ ናብዚ ወፍሪ ክንኣት ኢና ሕጂ ንእሽተይ ኣበይ ከም ዘሎ ኩነታት ክሕብረኩም ደሳ ናይ ወፍሪ ናይ ጎልድ ናይ ፍርሒ እዩ ዘርኢ ኢለኩም ነይረ ኣብ ዝሓለፈ ሪከርድ ሰይሩ ከዓ ላዕሊ በፂሑ ነይሩ ከባቢ 2300 ማለት እዩ ኣብዚ ግዜ እዚ ግን ወርቂ ማለት እዩ ጎልድ እዚ ንሪኦ ዘለና ኣብዚ ኢራሊ ወሲኹ ንላዕሊ ከይዱ ማለት እዩ ቴክስ ፖዝ ጠጠው ኢሉ ኣሎ ምኽንያቱ ናይ ኤመሪካ እቲ ቦንድስ ኢልና ንጽውዖ ትሬዠሪ ይልድስ ዝበሃል ብሓፈሻ ዋግኡ ብጣዕሚ ወሲኹ ስለ ዘሎ ኣብዚ ግዜ እዚ ሓሙሽተ ፐርሰንት ሽዱሽተ ፐርሰንት ክህቡኻ ስለ ዝኽእሉ እንታይ ገደሰካ ኣብ ወርቂ ኮፍ ተብል ስለዚ ዝበዝሐ ገንዘብ ናብ ምንታይ ይኸይድ ኣሎ ኣብዚ ግዜ እዚ ናብዚ ትሬዠሪ ቦንድስ ናይ ሓሙሽተ ዓመት ድዩ ናይ ሓደ ዓመት ድዩ ናይ ሽዱሽተ ወርሒ ድዩ ናይ ዕስራ ዓመት ብዘየገድስ ግን ትሬዠሪ ቦንድስ ማለት እዚ ቦንድስ ንስኻ ገንዘብካ ትህቦም ሓሙሽተ ሚእታዊት ሽዱሽተ ሚእታዊት ናቱ ወለድ ይህቡኻ ነቶም መንግስቲ ተለቅሖም ኣለኻ ንስኻ ማለት እዩ ስለዚ ካብ ኣብ ወርቂ ናብኡ ዝበዝሐ ገንዘብ ክኸይድ ከሎ ወርቂ ፕራይሱ ክቕንስ እዩ ስቶክ ማርኬት ብሓፈሻ ከኣ ዋግኡ ክቕንስ እዩ ምኽንያቱ ዝበዝሐ ገንዘብ ናበይ ከደ እዩ ኢንተረስት ሬት ብጣዕሚ ክቕረጽ ከሎ ዝበዝሐ ገንዘብ ናብ ምንታይ ይኸይድ ናብ ስቶክ ማርኬት ይኸይድ ወይ ናብ ክሪፕቶ ድዩ ብሓፈሻ ማለት ናብቲ ሰንሰቲቭ ዝኾነ ኣብዚ ግዜ እዚ ግን ሪስክ ስለ ዝኾነ ናብ ወርቂ ወይ ከዓ ናብዚ ትሬሪ ቦንድስ ዝበሃል ማለት ንባንክታት ንስኻ ገንዘብ ትህቦ ኣለካ ግን ቦንድ ካብኡ ዕብይ ዝበለ ከተልቅሖም ከለካ ንበዓል መንግስቲ ኣሜሪካ ይኹን ኢንግላንድ ማለት እዩ ስለዚ እዚ ናይ ወርቂ ብጣዕሚ ይውስኽ ነይሩ ኣብዚ ግዜ እዚ ግን ንእሽተይ ጠጠው ኢሉ ከም ዘሎ እዩ ዘርእየና ዘሎ ኣብዚ ማለት እዩ ንእሽተይ ሓሳብ ነይራትና እዚ ባይ ዘ ወይ ክልተ ሽሕን ኣርባዕተ ሚእትን እዩ ዘሎ ኣብዚ ግዜ እዚ ከባቢ ወርቂ ሽሕን ትሽዓተ ሚእትን ሰብዓን ክልተን ብክልተ ሰለስተ ዕፅፊ ወሲኹ ነይሩ ኣብቲ ሽዑ ግዜ ሪሴሽን ብጣዕሚ ኣጋጢሙሉ ዝነበረ ማለት እዩ ኣብ ሽሕን ትሽዓተ ሚእትን ሰብዓን ሸሞንተን ከም ኣጋጢሙ ክልተ ሽሕን ሸሞንተን ናይ ሪሴሽን ዘጋጠመሉ ወይ ከዓ ሃውሲን ክራሽ ኩሉ ብሓፈሻ ማርኬት ክራሽ ኣጋጢሙሉ ዝነበረ ከዓ ብጣዕሚ እስኪብ ጌራ ኔራ ኣብቲ ሽዑ ግዜ ኣብቲ ናይ ዳት ኮም ብሓፈሻ ግን ኣብዚ ግዜ ዝብለኩም ዘለኹ ብጣዕሚ ዋጋ ዝውስኸሉ ግዜ እዩ ኣብዚ ግዜ እዚ ከዓ ማዕረ ክንደይ ክውስኽ ከም ዝኾነ ክንሪኦ ኢና ንግዚኡ ግን ኣብ ትሬጀሪ ይልድስ ንባዕሉ እቲ ኢንተረስት ሬት ልዑል ስለ ዘሎ ኣብኡ የዋፍሩ ኣለዉ ገንዘብ ማለት እዩ ብዓይኒ ተስላ ክንከይድ ከለና ተስላ ብናይ ኢንትረስት ሬት ጥራይ ኣይኮነትን ወይ ከዓ ብዚ ናይ ኢራን ጥራይ ኣይኮነትን ጎዲላ ንኣብነት ኢንቪድያ እንተሪእና ኣብዚ ከባቢ ሸሞንተ ሚእትን ሱሳን ኣርባዕተን ኣላ ትማሊ ክልተ ፐርሰንት ክትጎድል ኮላ ሕጂ ግን ዜሮ ነጥቢ ሓሙሽተ ሚኢታዊት ወሲኻ ኣላ እቲ ቀንዲ ምኽንያት ናይ ተስላ ማዕረ ብዙሕ ምጉዳሉ እንታይ እዩ ብዙሓት ሰራሕተኛታት ኣጉዲላ ማለት እዩ ዓሰርተ ሚኢታዊት ካብቶም ሰራሕተኛታት ወይ ከዓ ወርክ ፎርስ ንብሎም ካብ ስራሕ ተሰጉጎም ኣብ ውሽጢ ሓሙሽተ ዓምስተ ሓሙሽተ ዓመት ይገብሩ እዮም ግን ማዕረ ከምዚ ብዝሕ ዘለዎ ኣይኮነን ካብቶም ዓበይቲ ኣስራሕቲ ወላ እዮም ተሰጉጎም ዘለዉ ካብቲ ስራሕ ማንዕ ሜቢ ተስላ ብዙሕ ዝገዝኣሎም ስለ ዘይረኸቡ ኤሌክትሪክ ቬይክል ክኸውን ይኽእል እዩ ወይ ከዓ ከም ዝድለ ለውጢ ስለ ዘምፅኡ ኣብ ኣርቲፊሻል ኢንተሊጀንስ ጥራይ ኣተኪሮም ኣብኡ እዚኦም ንፉዓት ወይ ከዓ ምሁራት ከምፅኡ ስለ ዝደለዩ ክኾኑ ይኽእሉ እዮም ማለት እዩ። ስለዚ እዚ ዓሰርተ ፐርሰንት ወይ ከዓ ዓሰርተ ሚእታዊት ብምጉዳሉ ግን ማርኬት ዕዳጋ ስለ ዘይፈተዎ ከምዚ ንሪኦ ተስላ ከዓ ከባቢ ሓሙሽተ ሚእታዊት ክትጎድል ከላ ትማሊ ሕጂ ከኣ ክልተ ነጥቢ ሸሞንተ ፐርሰንት ጎዲለላ ከባቢ ሚኢትን ሓምሳን ሽዱሽተን ሓምሳን ሸውዓተን ንሓንቲ ብርኪ ወይ ከኣ ንሓንቲ ሼር ትሽየጥ ኣላ ኣብዚ ማለት እዩ እዚ ከኣ ብጣዕሚ ሓደገኛ እዩ ንሱ ጥራይ ዘይኮነ ከነስተውዕለሉ ዘለና ናይ ተስላ ብፍላይ ማለት እዩ ኣብዚ ሓፂር ግዜ ኤርኒን ኣሎ ዕለት ዕስራን ሰለስተን ዝመፅ ዘሎ ሰሙን ማንዴሊ ቱስቶኒ ወይ ሰሉስ ኤርኒን ወይ ከዓ ፀብፃብ ዝህብሉ ግዜ ኣለዎም ኣብ ትሕቲ ግዜ ኣብ ዝሓለፈ ኤርኒን እንተርኢናዮ ርእይዎ ዋጋ ብጣዕሚ ጎዲሉ ካብ ክልተ ሚእትን ዓሰርተን ናብ ክልተ ናብ ሚእትን ሰማንያን ዝጎደለሉ ግዜ እዩ ነይሩ ዋላ ቅድሚ ኤርኒን ወይ ከዓ ኣታዊ ዝሃበትሉ ግዜ ንባዕሉ ካብ ክልተ ሚእትን ከባቢ ሓምሳን ሸሞንተን ናብ ክልተ ሚእትን ኣርባዕተን ዲ ክልተ ሚእትን ሓሙሽተን ወሪዱ ነይሩ ስለዚ ኤርኒን ወይ ከዓ እቲ ፀብፃብ ክትበሉ ከላ ኣብ ዝሓለፈ ኩሉ ግዜ ዋጋ ኣይጎድልን ኔሩ ሕጂ ከኣ ልክዕ ክጎድል ትጽቢት ዝሓለፈ ኣርባዕተ ሓሙሽተስ በቃ ኩሉ ጎዲሉ ኔሩ ማለት ሓንቲ ግዜ ጥራይ ወሲኻ ስለዚ ምስዚ ኩሉ ኩነታት ኣረኣኢኻ ዋግኣ ስቲል ክትውስኽ ትጽቢት ይግበረላ እዩ to be honest it's a good opportunity ጽቡቕ ዕድል እዩ ክትብሎ ትኽእል ኢኻ at the same time ማለት እዩ ስለዚ እቲ ረዚስታንስ ካብዚ እንተሓሊፋ ብጣዕሚ ታሕቲ ክትከይድ እያ ትረአ ዘላ ሎማዓንቲ ካ ክንሪኣና ማዕረ ክንደይ ክትምለስ ድያ ኣይትምለስን ካብኡ ማለት እዩ ካብኡ እንተወሪዳ ግን ክሳብ ሚእትን ሓደን ትበጽሓሉ ኩነታት ከማን ክህሉ ይኽእል እዩ ዝሓለፈ ሚእትን ሓደን በጺሓ እያ ተመሊሳ ንላዕሊ ዝወሰኸት ስለዚ ኤኒቲን ኢዝ ፖሲብል ስፔሻሊ ምዚ ናይ ቻይና ዝፍፀም ዘሎ ሶ ማርኬት ተኸፊቱ ኣሎ ኣብዚ ግዜ እዚ ያ ትወርዳ ኣላ ከም ንሪኣ ዘለና ኦረዲ ሚእትን ሓምሳን ሽዱሽተን ሰማንያን ትሽዓተን ክኸውን ከሎ ማርኬት ዝበዝሐ ሬድ ወይ ከዓ ቀይሕ እዩ ዘሎ ማለት እዩ ኢቭን በዓል ኮይን ወይ ከዓ ኮይን ቤዝ ምስ ንርኢ ክልተ ሚእትን ዓሰርተ ሸውዓተን ወሪዳ ሎሚ ጥራይ ከባቢ ሰለስተ ሚኢታዊት ከባቢ ማለት እዩ ወሪዳ ኣላ ኣብዚ ግዜ እዚ ስለዚ እንታይ ዘርእየና ዘሎ ዕዳጋ ጽቡቕ ኣይኮነን ዘሎ ግን ዶላር ኮስት ኣቨሬጅ እንትገብር ተኮይንካ ጽቡቕ እዩ ኣነ ማለት ኩሉ ግዜ እቲ ዝገብሮ ዘለኹ ዝገዝኦ ዝሸጦ ኩሉ ክትሪእዎ ምስ ትደልዩ ኦፍኮርስ ኣብዚ ዝበዝሐ ላይቭ ትምህርቲ ዝህቦ ዘለኹ ክሳብ ሕጂ ብዙሓት ወላ ብካልእ ከይዶም ይምህሩሉ ኣለዉ ብገንዘብ ኣነ ብነፃ እናምሃርኩሉ ከለኹ ካብዚኣ ዝወዛሃብኩ ሓሳባት ጥራይ ብካልእ ከይዶም ዝምህሩ ኣለዉ ኣብ ኤውሮጳ ይኹን ኣብ ካልእ ቦታታት ስለዚ ክትምሃሩ ምስ ትደልዩ ኣባላት ናይዚ ቻነል ብምዃን ከባቢ ክልተ ሚእቲ ዶላር ዓመት ስለዚ ኣብኡ ከፍ ኢልኩም ኩሉ ክትከታተልዎ ትኽእሉ ኢኹም ከምዚ ናይ ሎም ዘምፆ ዘለኹ ላይቭ ኩሉ ግዜ ኣይከምፅን ኣብ ቀፃሊ ንምባል ኢለ እየ ሶየ ዕዳጋ ብጣዕሚ ክስታይ ዘሎ ብዚ QQQ ብሓፈሽኡ ኣብ ናይ ቴክኖሎጂ ኣተኪርና ምስ ንርኢ ረእዎ ስቲል ዳውን ኣሎ ወይ ከዓ ብጣዕሚ ይወርድ ኣሎ ብጣዕሚ ይውስኽ ነይሩ ሕጂ ግን ንእሽተይ ዝቀየረ መስል ምክንያቱ ኮንፊደንስ የብልናን ኮንፊደንስ ኣይገበርናን ኣለና ኣብዚ ዕዳጋ ማለት እዩ እዚ ፊር ንግሪድ ዝብል ከሪኦኩም እዩ ኣብጀለ ፊር ኤንድ ግሪድ ኢንደክስ ዝባሃል ኣሎ ሰባት ይፈርሑ ድዮም ዘለዉ ይስስዑ ማለት እዩ ሕጂ ከምዚ በዓል ዋረን ባፈት ዝብልዎ ጽቡቅ ግዜ እዩ ንክትገዝኣሉ ምክንያቱ ሰብ ብጣዕሚ ክፈርሕ ከሎ ንስኻ ሰስዕ እዩ ዝብል እቲ ሕጊ ሰብ ብጣዕሚ ክስስዕ ከሎ ከኣ ንስኻ ፈራሕ ዝዓይነቱ ማለት እዩ ስለዚ ኤክስትሪም ግሪድ ወይ ስስዐ ዝባሃል ኣብዚ ተኮይኑ ንዝክሮ ኢና ዝሓለፈ ብትሕቲኡ ዋጋ ቀኒሱ ብድሕሪኡ ስቶክስ ማለት እዩ ስቶክ ጥራይ ዘይኮነ ዋላ ክሪፕቶ Bubble. Crypto bubble. ያ ክሪፕቶ ተርእነ ንባዕሉ እሷን ሰለስተን ከባቢ ክንደይ ፐርሰንት ይጎልዩ ኣርባዕተ ፐርሰንት ሰለስተ ፐርሰንት ብዓሶላን ዓሰርተ ሓደ ፐርሰንት ኣብ ውሽጢ ሓንቲ ሰዓት ከባቢ ሓደ ሰዓት ጎዲሉ ኣሎ ሓደ ሚእትን ሳልሳን ሰለስትን ይሸጣ ኣሎ ኢቭን ሶላና ኢተረም ንባዕሉ ማለት እዩ ሕጂ ኩሉ እንታይ ዘርእየና ዘሎ እቲ ፊር ሰብ ይፈርሕ ኣሎ በቃ እዚ ናይ እንታይ ከም ዝኸውን ስለ ዘይፈለጥና እዚ ናይ እስራኤልን እዚ ናይ ኢራንን ኣብ ምንታይ እዩ ክወድቕ ስለ ዘይተፈለጠ ማዕረ ከመይ ኣብ ዓለም ምሉእ ኩናት ሳልሳይ ኩናት ዓለም ድዩ ክፍጠር ወላስ ንግዚኡ ጥራይ እዩ ኣፈራሪሖም ንሰሙን ክልተ ሰሙን ዋግኡ ከጉድልዎ ብዘየገድስ ግን ሰብ ይፈርሕ ከም ዘሎ የርእየና ኣሎ ኣብዚ ግዜ እዚ ማለት እዩ ብተወሳኺ ጄፒ ሞርጋን ትፈልጦ ትኾንኩም ዓቢ ባንኪ ናይ ኣሜሪካ እዩ እዚ ናቱ ሓላፊ ኣብ ውሽጢ ዕስራ ዓመት ሸይጡ ዘይፈልጥ ኣብዚ ግዜ እዚ ልዕሊ ሚእትን ሓምሳን ሚልዮን ዶላር ዝኣክል ብርኪ ወይ ከዓ ሼርስ ናይታ ትካል ሸይጡ ናይ ባዕሉ ማለት ናይ ውልቁን ምስ ፋሚሊ ስድራ ቤቱ ልዕሊ ሚእትን ሓምሳን ሽሕ ሚእትን ሓምሳን ሚልዮን ዝኣክል ብርኪ ሸይጡ ሕጂ እንታይ ዘርእየና ሜይቢ ብዙሓት ሰባት ይጥንቆቁ ከም ዘለዉ ከርእየና ይኽእል ንኻልእ ደልይዎ ክኸውን ይኽእል እዩ ሜይቢ ገዛ ክገዝኣሉ ወይ ዝተፈላለየ ግን ብዙሓት ይሸጡ ስለ ዘለዉ ቁሩብ ከሰክፈካ ይፍትን እዩ ቱ ቢ ኦነስት ኣብ ካሽ ብምቕማጥ ጥራይ ኣብዚ ግዜ እዚ ከባቢ ሓሙሽተ ፐርሰንት ሽዱሽተ ፐርሰንት ክትከስበሉ ወይ ከተምጽኣሉ ስለ ትኽእል ኤክስትሪም ስስዐ ዘይኮነ ንእሽተይ ክፋል ካብቲ ገንዘብካ ብምውፋር ኣብ ባንክ ድዩ ኣብ ዝተፈላለየ እንተቐሚጥካዮ ብዙሕ ክትረኽበሉ ትኽእል ኢኻ ባንክ ኦፍ ኣሜሪካ ሲዲ ንኣብነት እዚ ኖርማል ከም ካሽ ባንክ ኣቐሚጥካዮ ክህቡካ ዝኽእሉ ናይ ኣሜሪካ እዩ እዚ ሕጂ ባንክ ማለት እዩ ከምቲ ትፈልጥዎ ያ ካብ ዜሮ ክሳብ ሓሙሽተ ፐርሰንት ይህቡ ከም ዘለዉ የርእየና ኣሎ ብዝካ ክሳብ ኣርባዕተን ዕስራን ሓሙሽተን ማለት እዩ ዲፐንድስ ኦፍ ኮርስ ኣብ ዘሎ እቲ ፍለክሲብል ድዩ እቲ ፊክስ ተርም ድዩ ወይስ ኣብዚ ግዜ እዚ ሂቦሞ ዘለዉ ኦፈር እዩ ብዘይ ገልፂ መፅናዕቲ ወሲድካ ግን ካብዚታት ብምቕማጥ ወላ ብዙሕ መክሰብ ክትከስበሉ ትኽእል ኢኻ ብናተይ ሓፈሻዊ ክግምግሞ ከለኹ ማለት እዩ ሶ ኪኪኪዩ ዳርጋ ዜሮ ፐርሰንት እዩ ዘሎ ኣብዚ ግዜ እዚ ኣሕዋት Uh, so let's check out Bitcoin. Bitcoin. ዋው 155 ተስላ ወሪዱ ካብቲ ሬዚስታንስ ዝበልኩም ወሪዱ እዚ ሹድ ቢ ከባቢ 140 ፕሮባብሊ ክወርድ ይኽእል እዩ ባይ ኔክስት ዊክ ምክንያቱ ዝመፅ ዘሎ ኤርኒን ወይ ከዓ እቲ ናቶም ኣታዊ ዘምፅኦ ዝሓለፈ ሰለስተ ወርሒ ብጣዕሚ ድኹም እዩ ነይሩ ስለዚ ኣይ ኤክስፐክት እቲ ጎዳውን ማለት እዩ ብጣዕሚ ንእሽተይ ክወርድ ትፅቢት ይግበረሉ እዩ በዓል ኢንፌዝ ንባዕሉ ኣብዚ ወሪዱ ኣሎ ጎልድ ባሪክ ባሪክ ናይ ካናዳ ትካል እያ ኣይሚን ኖት ቤስት ኣይ ቲንክ ፅቡቅ ኣታዊ ይረኸቡ ንሶም ወላ ከምቲ ዝግባእ ማይ ናይ ገበሩን ወይ ከዓ ጎልድ ወይ ከዓ ወርቅታት ኣይኩዓቱን ኣለዉ ወይ ዓዶንን እምበር ዋግኡ ክውስኽ ትፅቢት ግበረሉ እዚ ባሪክ ጎልድ ንባዕሉ ማለት እዩ ብዛዕባ ዲጀይቲ ወይ ከዓ ናይ ዶናልድ ትራምፕ ተሓቱ ዝነበርኩም ደሪጎ ስቢን ትማሊ ጥራይ ዕስራ ሚእታዊት ጎዲሉ ነይሩ ካብዚ ካብ ሰብዓን ትሽዓተን ወይ ካብ ሰማንያስ ናብ ዕስራን ሽዱሽተን ኣብ ሓፂር ግዜ ወሪዱ ትማሊ ይልቕን ትማሊ እቲ ኣይፒኦ ዝኣተወት ማለት እዩ እዚ ከዓ ብጣዕሚ ሓደገኛ ከም ዘሎ የርእየና ሶ ካብዘን ኩለን ዝበልኮን ቱ ቢኤነስት ኢቭን ማራ ወይ ከዓ ማራቶን እንተርኢና ዓሰርተ ኣርባዕተን ገለን ትሸጣላ ከባቢ ሰለስተ ሚእታዊት ጎዲላ ኣላ ኣብዚ ብዛዕባ ኣማራ እኳ ብዙሕ ግዜ ተዛሪበ ነይረ ሸውዓተ ትሽዓተ ከለ ትማሲ ጽቡቕ ንክትግዛእ ኢለ ነይረ ዕስራን ገለን ከላካ ኦፍ ኮርስ ምስዚ ናይ ቢትኮይን ሃቪን ድሕሪ ኣርባዕተ መዓልቲ ድዩ ሰለስተ መዓልቲ ዝመጽ ዘሎ ኢቲሲ ሃቪን ኦኬ ኦኬ ናይ ቢትኮይን ሃቪን ድሕሪ ሰለስተ መዓልቲ እዩ ተሪፎ ዘሎ ቢትኮይን ሃቪን ኤክስፔክት ቢትኮይን ቱ ቢነስ ቢትኮይን ቢትኮይን ሃቪን ክቐርብ ከሎ በዓል ቢትኮይን ክወርድ ትፅቢት ግበረሉ እዩ ናይ ማራቶን ኢለ እየ ኦረዲ ናይቴን ማይኒን ብሓፈሻ ማለት እዩ ቢትኮይን ንባዕሉ ስቲል ወሪዱ ድሕሪ ሽዱሽተ ወርሒ ገለ እዩ ኣብቲ ዝለዓለ ደረጃ ዝበፅሕ ኖርማሊ ማለት እዩ ሰው ምዚ ናይ እስራኤል ገለ ጋጢሞ ዘሎ ግን ዩ ዊል ነቨር ነው ዋትስ ጎን ሃፐን እንታይ ከም ዘጋጥም እዩ ሙሉእ ብሙሉእ ክንፈልጦ ብጣዕሚ ከፀግመና እዩ ሶ ምዝናቕ ብጣዕሚ ኣዝዩ ኣገዳሲ እዩ እዚ ግዜ እዚ ኤስኤንዲ 500 ስፓይ ወስኸት ኣይቀነሰት ስፓይ ወይ ከዓ ቪኦኦ ኢልኩም ክትረኽቦ ትኽእሉ ኢኹም ዩኤስኤ ዘለኹም ኩሉ ሓደ እዩ ዝኾን ዘሎ ቪኦኦ ዝበለ ፀናሕኒ ከምዚ እቲ ኤክስፐንስ ረሾ ትሑት ስለ ዝኾነ ወፃኢ ኣብ ኢቲኤፍ እንተረዲኹም ማለት እዩ ሶ ጄፒ ሞርጋን ንሱ እዩ ናይ ጋዘሊን ዋጋ ክውስኽ ይኽእል ኢና ነርና ናይ ክሩድ ኦይል ብሓፈሻ ናይ ኦይል ጋዘሊን ናይዚ ኦይልስ ማለት እዩ ሶ ፊር ኦፍ ሃይ ጋዞሊን ፕራይስ ሜይ ዲተር ባይደን ፍሮም ታፍኒን ሳንክሽንስ ኦን ኢራን ንኢራን ከይ እግዳ እንታይ የፍርሖ ኣሎ ማለት እዩ ንባዕሎም ኤሜሪካ ማለት እዩ እቲ ጋዘልን እዚ ኦይል ንብሎ ዘለና ብሓፈሻ ዋግኡ ብጣዕሚ ምስ ዝኸይድ እንታይ ከጋጥም እዩ ንቁጠባ ብጣዕሚ ዳንጀረስ እዩ እዚ ኢንተረስት ሬት ብጣዕሚ ክቆርፅሉ ብጣዕሚ ክሽገሩ ክቆርፅሉ ስለ ዝኽእሉ ናብ ሪሴሽን ክንኣቱ ንኽእል ኣብዚ ግዜ እዚ ድሓን ዘሎ ብዓይኒ ሪሴሽን ክንሪኦ ከለና ኢንግላንድ ካብ ሪሴሽን ትወፅእ ኣላ ናይ ጀርመኒ ኣብ ድሓን ዝኾነ ኢኮኖሚ ይወፁ ኣለዉ ንቻይና ንባዕሎም ድሓን ዝኾነ ሲትዌሽን ካብ ዝነበርዎ ኣብ ድሓን ዝኾነ ኩነታት ንሪኦም ኣለና ኣብዚ ግዜ እዚ ምስዚ ኩነታት ናይ ኢራንን ናይ እስራኤልን ዝካየድ ዘሎ ግን ነዳዲ ወይ ከዓ ኦይል ኤነርጂ ንብሎ ብሓፈሻ ዋግኡ ብጣዕሚ ላዕሊ ተኸይዱ ሪሴሽን ብቕልል ዝበለ መገዲ ክመፅእ እዩ ማለት እዩ ብኸመይ እንተልኩምኒ ሪሴሽን እቲ ኢንፍሌሽን ዝበሃል ላዕሊ ተኾይኑ ኢንተረስት ሬት ክቆርፅሉ ይክእሉ እዮም። ኢንተረስት ሬት ተዘይትቆሪፆምሉ ንሕና ደቂ ሰባት እቶም ገንዘብ ሒዝና ዘምና ብዙሕ ክንሳቀ ስለንክእል ንስቶክ ማርኬት ብፍላይ ዘን ሰንስቲቭ ስቶክስ ኢልና ንፅውዐን ካብ መጀመርያ ከም በዓል ክሪፕቶ ንባዕሉ ሓደ ካብኡ እዩ ከም በዓል ተስላ ከም በዓል ኢንፌዝ ናይ ኤነርጂ ማለት እዩ እዘን ትካላት እዚአን ቁሩብ ክህሰያ ይኽእላ እየን ዝብል ግምት ኣለኒ። እዚ ናተይ ሓሳባት እዩ ኦፍኮርስ ምኽሪ ኣይኮነን ካካ ቢብሪን ካካው ካካው ካካው ካካው ማለት ናይ ቾኮሌት ማለት እዩ ኣሕዋት ኢሰ ኮመዲቲ ክፅሎ ክእል እዩ ካካው ግን ካብ በዓል ኣይቨሪ ኮስት እዩ ዝመፅእ ዝበዝሐ ዳርጋ ክንደይ ሚእታዊት እዩ ሕቶ ተሃሊኩም ሕቶ ጽሒፍኩም ክትጽሕፉ ትኽእሉ ኢኹም ክሳብ ዘዳልወልኩም እዚኣ ካካው ዝበሃል እዚ ቾኮሌት ዝስራሓሉ ኣብኡ ከለኹም ክትፈልጥዎ ማለት እዩ ካብ በዓል ኣይቨሪ ኮስት እዩ ዝመፅእ ዳርጋ ሰማንያ ሚእታዊት how many percentage of cacao comes from ኣደኖ ኣይቮሪ ኮስት ኣደኖ ከምዚ ዝፅሓፍ መስለኒ ንእሹ ኣይቮሪ ኮስት እየ ኣውዝ ፎም ኤርክትሮን ቢሊዮንስ ማዕረ ከምዚ ዝዓቢ ነይሩ

ሕጂ ከማን ሸሞንተ ቅርሺ ከሲበ ኣለኹ ብዚ ሪቪያን ሾርት ገይረያ ግን እዚ ብዙሕ ኣፍልጦ ክህልወኩም እዩ ቲንክ ሓሙሽተ ሚእቲ ሕሊፈ ኣላ የ ማራቶን ተስዓን ሓሙሽተን ማራቶን ሾርት ገይረ ዝረኸብኩ ወሰል ማለት እዩ ግን ሙሉእ ኣፍልጦ ክህልወካ ኣሎ ናይ ነዚ ሲኤፍዲ ክትጥቀም እንተኮይንካ ኤክስትሪምሊ ሪስኪ ውሑድ ገንዘብ ከኣ ክኾን ኣለዎ ንስኻስ በቃ ዋላ ከሲርካዮ ጸገም የብሉን ዝብሎ ክኸውን ኣለዎ እምበር ብጣዕሚ ኣሸጋሪ እዩ ምክንያቱ ተለቂሕካ ኢኻ ትጥቀመሉ ዘለኻ ወይ ከኣ ትሬድ ትገብረሉ ዘለኻ ኣብ ኢንግላንድ ጽቡቕ ድዩ ኢልክኒ ኣፍልጦ ክህልወካ ኣለዎ ጀነራል ሪኮመንድድ ኣይኮነን ብፍላይ ኣፍልጦ ዘይብልካ ተኮይኑ ጽቡቕ ኣይኮነን ኣፍልጦ ተሃሊካ ግን ሕማቅ ዝበሃል ከኣ የለን ኣት ዘ ሴም ታይም ሶ የ ፐርደይ ትሬዲንግ ሲኤፍዲ ክትጥቀም ማለት እዩ ኣይ ቲንክ ትሬዲንግ ትዋንቱ ሓንታ ዝበለፀቲ ኣፕሊኬሽን እያ ክትጥቀምላ ትኽእሊ ድዋክ ድዋክ ድዋክ ድዋክ ድዋክ እንታይ ኮይና ብለና ኣሎ ድዋክ ማለት ሕጂ እዚኣ ምስ ዶናልድ ትራምፕ ኣትያ ዘላ እንደ ኣብዚ ኣሎ ማጆሪቲ ግሪን ሄል ትራምፕ ስቶክ ናው ዳት ኢስ ታንኪን ሺ ዋን ሴይ ዋት ሃፐንድ ዶናልድ ትራምፕ ብዙሕ ክስታይ ሂቦም ሕጂ ኣብ ናይ ኣውትስታንዲንግ ሸርስ ኣብዚሖሞ ኣለዎ ማለት እዩ ዝተፈላለየ ስቶክስ እሹ ክገብሩ ክእሉ እዮም ንኣብነት ዝኾነ ስቶክስ ኣውትስታንዲንግ ሸርስ ዝበሃል ትፈልጥዎ ትኮንኩም ኣውትስታንዲንግ ሸርስ ማለት ክንደይ ብርኪ ኣሎ ኣብ ዓለም ማለት ንኣብነት ንሓንቲ ተስላ ሚእትን ሓምሳን ትሸየጥ ኣላ ኢልና ኣለን ንኣብነት ማለት እዩ ሚእትን ሓምሳን ኣብ ዓለም ግን ብዙሕ ኣውትስታንዲንግ ሸርስ እዩ ዘሎ ሚልዮናት ማለት እዩ ሚልዮን ንበሎ ሕጂ ሚልዮን እንተነይርዎም ንኣብነት እዚያ ናይ ድዋ ክትብላ ዘለካ ኣብዚ ግዜ እዚ ከባቢ ፍርቂ ሚልዮን ዝኣክል ከኣ እንታይ ጌሮም ብነጻ ሂቦም ናብ ዓለም ማለት እዩ ሕጂ ከምቲ ልክዕ ዶላር ፕሪንት ይገብሩ እዮም ዝበልናዮም እዚኦም ከኣ ፕሪንት ጌሮሞ ማለት እዩ ሕጂ ዋግኡ ብዙሕ ሰብ ከምኡ ስለ ዘይፈቱ ዋግኡ ብጣዕሚ ክወርድ ናይ ግድን እዩ ማለት እዩ ሕጂ ከም ዓይነት ሜላታት ኣሎ ቴክኒካል ኣብ ውሽጢ ክትፈልጦ ዝግብኣካ ቁሩብ ግን ግዜ ክወሰድ ይኽእል እዩ ብሎ ሙሉ ኣፍልጦ ክህልወካ ከምኡ ማለት እዩ ስለዚ ኣውትስታንዲን ሼርስ ኣብዚሖሞ ወይ ከዓ ተወሳኺ ሼርስ ኢሹ ጌሮም ወይ ከዓ ሂቦም ማለት እዩ ሕጂ ዝበዝሐ ግዜ ሰራሕተኛታት ወይ ሲኢኦ ገለ ክኾኑ ከለዉ ከምኡ እዮም ተወሳኺ ገንዘብ ዝወሃቡ ካብቲ ኣውትስታንዲንግ ሼርስ ወሲኾም ኢሹ ይገብሩ ማለት እዩ ክልተ ዓይነት ኣሎ ሼርስ ወይ ብርግታት ንብሎ ኮመን ዝበሃል እቲ ንሕና ኖርማል ንገዝኦ እዩ ኩሉ ግዜ ንገዝኦ ንሕና ኮመን ሼርስ ዝበሃል እዩ እቲ ሓደ ከዓ ክውስኹ ዝኽእሉ እዮም ኤኒታይም ኣብ ዝድልየቶም ግዜ ማለት እዩ ኣብ ኢተሮ ኣብ በልጅም ዘለና ክንደይ ንኸፍል ገንዘብ ክነእቱ ክነውፅእ ከተእቱ ልዕሊ ሓሙሽተ ኣይትኸፍልን ኢኻ ሰላሳ ዶላር ልዕሊ ሰላሳ ኮይና ኣይትኸፍልን ኢኻ እንተዘይተጋግየ ማለት እዩ ግን ኣብኡ ኣሎ እቲ ሓበሬታ ገዛና የድልኪ ኣቅርበልና ኢሎምኒ እየ ገለ እስክ በለኒ። ሰላም ብርሂን ኢቶሮ ናይ ገዛ ናይ ልጅ ቢል ኣቅርበልና ኢሎሙኒ እዩ ገለ እዎ ማለት ፕሩፍ መን ምዃንካ ክፈልጡኻስ ፕሩፍ ኦፍ ኣድረስ ኣምጽኣልና ኢሎምካ ኣለዉ ማለት እዩ መረጋገጺ ናትካ መን ምዃንካስ ኣምጽኣልና ብሉካ ኣለዉ ማለት እዩ ኤሪ ዩቲብ ብሬን ስለ ተቆሉ ትገብሮ ቪተሮ እየ ቢትኮይን ዝገዝእ ዘለኹም ኣቅርብቲ ኣብ ትብል ነርካ እሞ እቲኣ ኣማራፂት እስከ ስበለና እዋይ ብዙሕ ግዜ ተዛሪበ ሓቂ ሓሽ ብዛዕባ እዚኣ ብፍላይ ኢተሮን ቢትኮይንን በዓል ኮይንቤዝ ከተዋፈር ትኽእል ኢኻ በዓል ክሪፕቶ ዳት ኮም ብሓፈሻ ኣብ ናይ ኤክስቸንጅስ ከተዋፍር ትኽእል ኢኻ ብዙሕ ገንዘብ ይወስዱልካ ኣለዉ ንምባል ኢለ እምበር ብጣዕሚ ሕማቕ እዩ ማለት ኣይኮነን ወላ ንሱ ማለት እዩ ኦኬ ኦኬ ኦኬ ኦኬ ሃፕን ቱ ዱ ብርሂን ሕቶ ንበል ኤኮኖሚ እንተ ወዲቑ ኩሉ ስቶክ ናይ ኩለን ካምፓኒ ክወድቕ እዩ ማለት ናይ ክሪፕቶ ነገር ከ እንታይ እዩ ዝኸውን ትብል ኣብዚ ግዜ ታንኪ ፎር ኤቭሪቲን ይዱ ሰምሶም ሓውና ክሪፕቶ ከዓ እሞ ሞር ሰንስቲቪ ስለዚ ምስኡ ክወድቕ ትፅቢት ትግበረሉ ክሪፕቶ ክትብል ከለካ ግን ብዙሕ እንዲ ከምዚ ስቶክ ክትብል ከለካ ብዙሕ ኢንዱስትሪ ዘለዎ ክሪፕቶ ከዓ ብዙሕ እዩ ካብ ቢትኮይን ጀሚርካ ክሳብ እቲ ዝና ኣስ በዓል ሽባ ክትከይ ትኽእል ኢኻ ሕጂ በዓል ሽባ ገለ ሕጂ ኖርማሊ ብሃይፒ ዝኸይድ ንኣብነት ብዙሓት ሰባት ገዝኡ ተሪኢኻ ብዙሕ ገዚኡ ዋግኡ ክውስኽ እዩ ማለት ሊትራሊ ሳፕላይ ኤንድ ዴማንድ እዩ ዝኸውን ዘሎ እቲ ሜይን ከም በዓል ኢተረም ከም በዓል ክሪፕቶ ምስ ቢትኮይን ምስ በዓል ስቶክ ማርኬት እዩ ወላ ሓንቲ ዓበ ፍልልይ የብሉን ምስ ስቶክ ማርኬት እዩ ብፍላይ በዓል ቴክኖሎጂ ክንብል ከለና ብፍላይ ሕጂ ቢትኮይን ከርእየካ ኣብዚ ቢትኮይን ኣብዚ ግዜ ሱስ ታሕቲ ወሪዳ ኮላ ኢንትረስቲን ኢንትረስቲን ሶ ቢትኮይን ኣብዚ ሎ እንተርእና ሕጂ ይወርድ ኣሎ ስቲል ስሳን ክልተን ከባቢ ሓደ ሚእታዊ ተጎዲሉ ኣሎ እዚ ናይ ቴክኖሎጂ ኪውኪውኪ ንኣብነት እንተሪኢኻ ከዓ ልክዕ ምስኡ ወሪዱ ኣሎ ማለት እዩ ሕጂ ተመሳሳሊ እዩ ዝበዝሐ ግዜ ኩሉ ግዜ ኣይኮነን እቲ ሚኢታዊት ክፈላለ ይኽእል እዩ ብሓፈሻ ግን እቲ ክውስኽ ክትውስኽ እቲ ክቕንስ ከኣ እቲ ክቕንስ እዩ ኖርማሊ ካብ መጀመርያ እኳ ኦፖዚት ክኸውን ድዩ ትፅቢት ዝግበረሉ ነይሩ ኣብዚ ግዜ እዚ ግን በቃ እቲ ቴክኖሎጂ ዝገበሮ እቲ ቢትኮይን ከዓ ምስኡ ከይድ ኣሎ ማለት እዩ ከም ዝበልኮ ግን ክሪፕቶ ንክሪፕቶ ንባዕሉ ይፈላለ እዩ ስለዚ ቁጠባ ሕማቅ ክኸውን ከሎ ወይ ስቶክ ማርኬት ክወርድ ከሎ ክሪፕቶ ከዓ ክወርድ እዩ ቁጠባ ክንብል ከለና ግን የሃፍቱ ቢ ኬርፉል ምክንያቱ ቁጠባ ኣብዚ ግዜ እዚ ክፅብቐልና ኣይንደልን ኢና ቁጠባ ብጣዕሚ ተወሲኹ ኢት ሚንስ ኢንትረስት ሬት ኣይቆንስሉን እዮም ማለት ብከምዚ ክትሪእዎ ደስ ዝብለኒ ቁጠባ ማለት ስቶክ ማርኬትን በበይኑ እዩ ኦኬ ኢትስ ኖት ሊትራሊ ሴም ኢኮኖሚ ክውስኽ ከሎ ስቶክ ማርኬት ይውስኽ ማለት ኣይኮነን ቃል በቓሉ ሕጂ ንእሽተይ ፍልልይ ኣለዎ ኣብኡ ኣብዚ ግዜ እዚ ኤክስትሪምሊ ሆት እዩ ዘሎ እቲ ኢኮኖሚ ብሓፈሻ ላዕሊ እዩ ዘሎ ክልተ ነጥቢ ትሽዓተ እቲ ኣንኢምፕሎይመንት ረይት ትሑት ዝበዝሐ ሰብ ስራሕ ይቑፀር ኣሎ ኣብዚ ግዜ እዚ ብጣዕሚ ሰንስቲቭ ዘሎ ማለት እዩ ስለዚ ስቶክ ማርኬት ከዓ ኣንፃሩ ክወርድ ትፅቢት ይግበረሉ እዩ ምክንያቱ ኢንተረስት ረይት ክቆርፁ ስለ ዝኽእሉ እቲ ወለድ ንብሎ ነቲ ኢኮኖሚ ወይ ከዓ ነቲ ኢንፍሌሽን ንምቆፃፀር ዝጥቀሙሉ ዘለዉ ሜላ ንሱ ክቋፃፀሮ እዩ ማለት እዩ ስለዚ ብዓይኒ ኢኮኖሚ ጥራይ ዘይኮነ ብሓፈሻ ብስቶክ ማርኬት ክትሪያ ደስ ምበለኒ ነይሩ ስቶክ ማርኬት እንተወሪዱ ወይ ከዓ ዜን ኪኪ በዓል ማይክሮሶፍት ንብለ በዓል ቢትኮይን ከዓ ክወርድ ትፅቢት ይግበረሉ ሓፈሻዊ ማለት እዩ ኣይሆፕ ንፅርቲ ትኸውን ሰላም ብርሂን ባይናንስ ኣብ ዩከይ ይሰርሕ ኣሎ ዶ ኖ ኖ ኣይሰርሕን ኣሎ ኣብዚ ግዜ እዚ ኣይቅበሉኻን እዮም ዘለዉ ማለት እቲ ገንዘብ ከተሕልፎ ዘለካ ኣይሕልፎን ኦኬ ኣይ ሆፕ ንፅርቲ ትኸውን ንዓኻ ሳሚ ብሉዝብስዶ ኢተሮ ይሓይሽ ትብል ብኣኻ ወገን ብርሂን ሳክሶ ሳክሶ ተጠቂመ ይፈልጥኒ ሶ ኢት ዲፐንድስ ኣበይ ከም ዘለኻ ክልቲኤን ግን ብዙሕ ሰብ እጥቀመለን እዩ ኣይ ቲንክ ኣይ ፕሪፈር ኢትሮ ኣብዚ ቀረባ እዋን ብፍላይ ሳክሶናይ ቀደም ፅቡቅ ነይሩ መምበርሽፕ ካናይ ስታዲ ኣባውት ሲኤፍዲ ሲኤፍዲ ክትመሃር ተደሊኺ 200 ዶላር ከፊልኪ ተኣቲኺ ወትዮም ዝመሃር ዘለዎ ቀዳም ቀዳም ናይ ሲኤፍዲ ናይ ኩሉ ክመሃር እዮም ንሶም ቀዳም ቀዳም ብዙም ዝወሃብ ትምህርቲ ማለት እዩ ሶየ ሲኤፍዲ ክትመሃሪ ትኽእሊ ኢኺ ኩሉ ሓፈሻዊ ትምህርቲ ኣለኩም ኦኬ ሚእትን ገለን ኣትኩም ኣለኹም ሰላሳን ሸሞንተን ጥራይ ላይክ ኣሎ ፕሊስ ዳስ ሓንቲ ፌቨር ክሓተኩም ዝኽእል እያ ላይክ ውስውስኻ ብሉ እሞ ሓጋዚ ኮይኑ ተረኪብኩም ማለት ሓጋዚ ተዘይኮይኑ ከዓ ዲስላይክ ግበርሉ ያ ኣብታ ናይ ዩቲዩብ ቪድዮ ኣብ ኣንተ እንተኸድኩም ኣብዛ ላይቭ ዘላ ማለት እዩ ኣብ ታሕቲ ቁፅሪ ቴሌፎን ኣሎ ብዛዕባ ስቶክ ማርኬት ክትመሃር ዝደሊ ኢለ ብወሳብ ክትረኽቡ ንትኽእሉ ኢኹም እቶም ክትመሃሩ ትደልዩ ክልተ ሚእቲ ዶላር እዩ ሰለስተ መዓልቲ ኣርባዕተ መዓልቲ ትምህርቲ ተማሂሮም ኣለዉ ክተርክብዎ ምስ ትደልዩ ንዓመት ሙሉእ ክልተ ሚእቲ ዶላር ዳርጋ ብጥርሑ እዩ ስለዚ ኣብኡ ብምውሳድ ብዙም ክትመሃሩ ትኽእሉ ኢኹም ብፍላይ ትሓትዎ ዘለኹም ወር ክንፅረልኩም ይኽእል እዩ ኣብኡ ዝብል ግምት ኣለኒ እቲ ቀንዲ ምክንያት ከዓ ኣብዚ ከምቲ ትፈልጥዎ ትምህርቲ ብዙሕ ግዜ ሂበ ኣለኹ መጀመርያ ኣይኮነን ዓመት ሙሉእስ ብነፃ ምሂረ ኣለኹ ብሓፈሻ ማለት እዩ ዓመት ሙሉእ ምሂረ ኣለኹ ዝበዝሐ ሰብ ግን ኣነ በዝረኣኽዎ ኣብዚ ተማሂሮም ዝኸዱ ኣብዚ ተማሂሮም ዝኸዱ ኣብ ካልእ ከይዶም ብነፃ ብገንዘብ ኣኽፊሎም ይምህርሉ ኣለዉ ስለዚ ኣነ ከዓ እንታይ ገደሰኒ ዳ ምስ ኢለ ግዘበይ ዝኸስር ወይ ከዓ ግዜ ዝኸስር እቶም ክትመሃሩ ትደልዩ ኣብኡ መምበርሽፕ ብምእታው ክትመሃሩ ትኽእሉ ኢኹም። እቲ ናትና ንህቦ ዘለና ትምህርቲ ከኣ ኣብኡ ፕራይቨትሊ ክኾነልና ይኽእል እዩ፣ ኩልና ንምትሕግጋዝ ማለት እዩ። CFD ማለት ሊዲ ኮንትራክት ፎር ዲፈረንስ ማለት እንድዩ። ንስኺ ተለቂሕኪ ከተዋፍርሉ ከለኺ ማለት እዩ። ሕጂ ትሬደርስ እዮም ዝጥቀምሉ ወይ ከዓ ትሬድ ዝገብሩ ንኣብነት ሽሕ እንተሃሊኪ ናይ ሓሙሽተ ሽሕ ተስላ ክትገዝእ ተደሊ ክትገዝእ ትኽእል ኢኺ ትርባዕተ ሽሕ እቲ ብሮከር ኣለቂሒክሎ ማለት እዩ ብሕፅር ዝበለ ግን ኮምፕሊኬትድ ኮንትራክት ፎር ዲፈረንስስ ተባሂሉ ዝፅዋዕ ደይ ትሬደርስ ወይ ናይ ሰሙን ትሬደርስ ተኮይኖም ክጥቀምሉ ይኽእሉ እዮም ትሬድ ዝገብሩ ሰባት እዮም ሜንሊ ዝጥቀምሉ ማለት እዩ ኖኖ ዲስላይክ ዳ ፅቡቅ ኣይኮነን ተስፋ ሓውና ማለት ንምስኽ ተደሊኹም ላይክ ተደሊኹም ዲስላይክ ንማለት እየ ሕማቅ ተልካያ ግን ዲስላይክ ተገይርካ ዋላ ሓንታይ እሞ ሕማቅ ትኮይን ዳ ሕማቅ እንዲ ታንኪ ታንኪ ባይ ዘ ወይ ሓምሳን ክልተን ኣብፂሕኩም ኦረዲ እምበር ዲስላይክ ፅቡቕ ዝበሃል ንዩቲዩብ ኮመንት እዚ ኮመንት ኣብ ትገብሮ ዘለኹም ዘይኮነ ምስ ወደአ ቪድዮ ትገብሮ ኮመንት እቲ ላይክ ትገብሮን ንክንደይ ደቂቕካ ርኢኻ እቲ ሜይን ዝበሃል ቀንዲ ብፍላይ ኣብ ዩቲዩብ ሓደ ወዲ ሰብ ምስ ኣተወ ኣብ ዩቲዩብ ጥወቕ ኣቢልካ ተወፂእካ ነቲ ዩቲዩብ ይሃስዮ እዩ እንታይ ደኣ ጠዊቕካ ንነዊሕ እንተርኢኻዮ ጠቓሚ ይኸውን ነትዮም ዩቱብ ቪድዮታት ዝሰርሑ ኣብ ዩቲዩብ ማለት እዩ ስለስታ ሜይንሊ ኣብኣ ዘበለ እዩ ንዮ ምግዛእ እንታይ ትብል ንዮ ቻይኒዝ እንታይ ድዩ ኤሌክትሪክ ቬክልስ እየን ሕማቕ ብሓፈሻ ተን ኢቪ በዓል ተስላ በዓል ንዮ በዓል ከማየ ሾርት ገይረ ዘለኹ እዚኣ ንባዕለ ከርእየኩም ፀናሕኩ ኣብ ሲኤፍዲ ሪቪያን እያ ሓንቲ ካብአን እያ ወላሳ ንባዕላ ማለት እዩ ኤሌክትሪክ ቬክል እያ ኣውቶሞቲቭ ብለካ ኣሎ እዚኣ ንባዕላ ክንደይ ወሪዳ ኣላ ረዮ ካበይ ካብ 28 ናብ 8 ወሪዳ ኣላ ስለዚ ንዮ ጥራይ ዘይኮነስ ኩሉ እቲ ኢቪ ሴክተር ዝበሃል ናይ ኤሌክትሪክ ቨይክል እዩ ወሪዱ ብሓፈሻ ማለት እዩ ካብ 16 ናብ ሰለስተን ገለን ወሪዳ ሰለስተን ሰብዓን ሓሙሽተን ኣረ ነዋሃብ እንት ደይካ ሶ ያ እቲ ኢቪ ኣደ ነው ጽቡቅ ጌር ካልኣ ግዜ ፈንዳሜንታል ክሪኦ ኣለኒ ኣይ ታው ኢት ዋዝ ጉድ ኣደ ስታርት ቱ ቢኤንስ እንተረእክዎ ግን ተመሊሱ ተመሊሱ ይጎድል ጥራይ ኣሎ ናይ ኒዮ ማለት እዩ ኢቭን ታይዋን ሰሚኮንዳክተር ኢቭን ኤኤምዲ ለስ ቸክ ኣውት ኤኤምዲ ኤኤምዲ ሚእትን ስሳን ሰለስተን ከይዳ እምበር ወሪዳ ነራ ኤኤምዲ ከማን ትማሊ ከባቢ ሚእትን ሓምሳን ሸሞንተን ወሪዳ ስታርት ማለት እዩ ጭቁር ምልስ ኢላላ ትመስል ኤንቪዲያ ዋን ፐርሰንት እዚ ቦይን ኣፕል ማይክሮሶፍት እተን ዓበይቲ ትካላት ሕጂ ንእሽተይ ውስኽ ውስኽ ኣቢለን ኣለዋ ኣይ ወንደር ዋስ ኮነ ሃብተን ቢትኮይን ቢትኮይን ጥራይ ወሪዳ እምበር እተን ዓበይቲ ትካላት ዝበሃላ ቁሩብ ውስኽ ውስኽ ኣቢለን ኣለዋ ሶፋር ቢትኮይን ኢቲኤፍ እንታይ ማለት እዩ? ቢትኮይን ኢቲኤፍ ከዓ ኣብ ቢትኮይን ተዋፍር ኣለካ ማለት እንድዩ፣ ግን ኤክስፖዠር ይህቡካ ኣለዉ ማለት እዩ። ስለዚ ቢትኮይን ክትውስኽ ከላ ንሰን ከዓ ይውስኻ ማለት እዩ። ብሕፅር ዝበለ ኢትስ ኖት ቨሪ ኢዚ ቱ ኤክስፕሌን። ናይ ጎልድ ኢቲኤፍ ኣለዎ፣ ናይ ወርቂ ንተስላ ኢቲኤፍ ኣለዎ፣ ንነፍሲ ወከፍ ኢቲኤፍ ኣለዎ። ዘዝገበረቶ ትገብሮ ማለት እዩ። ኢቲኤፍ ከዓ ፎሎው ይገብሮ ናቱ ኢንስትራክሽንስ

ካብ ኣርባዕተ ሚእትን ኣርባዓን ኣርባዕተን እዩ ናብ ኣርባዕተን ሰላሳን ወሪዱ ዘሎ እቲ ኪኪኪ ዝበሃል ሕጂ ብከምኡ እዩ እሱ ተወሪዱስ ናይ ግድን እየን ኤምዲ ይተርፍ ወላ ገለ ይተርፍ ኩሉ ብሓፈሻ ክወርድ ናይ ግድን እዩ ኣማዞን ኣማዞን ወላ ወሲኹሉ ሰላም ሰላም ዳኒ ኦኬ ሶ ናይ ሎማዓንቲ ናይ ደይ ማለት እዩ ማርኬት እንተርኢናዮ ኩሉ ፖዘቲቭ እኳ ኣይኮነን ተስላ ኣርባዕተ ፐርሰንት ጎዲሉ ሚእትን ሓምሳን ሰለስተን በፂሑ ኣለዎ ተስላ ኣብዚ ቀይሕ ንሪኦ እንተሃሊና ኣማዞን ሰላሳን ሓሙሽተን ቤዚስ ፖይንትስ ኢልና ንፅውዖ ዜሮ ነጥቢ ሰላሳን ሓሙሽተን ሚእታዊት ጎዲሉን ኣሎ ካልእ ግን በቃ ዳርጋ ብ ዜሮ እዩ ዘሎ ኩሉ ተሪኢናስ ኣይወስኽ ኣይቀንስ ማለት እዩ ናይ ፍርቂ ናይ ርብዒ ፐርሰንት ናይ ዕስራ ፐርሰንት ናይ ሰማንያ ፐርሰንት ኣሎ ብዚ ቪዛ ናይ ኤነርጂ ቤዚክ ማተርያል ወሪዱ ኣሎ ኣደኖ ገለ ኒውስ ይህሉ ኸውን ኣይ ቲንክ ሎማዓንቲ ናይ እስራኤል ሕጂ ዝኾነ ዘረባ ኣለዎም መስለን እንተዘይተጋግየ

እዚ ስለ ዝከታተሎ ቀዳማይ መጺና ኣልጎሪዝም ሕጂ ጆን ስታርት ሚድል ኢስት ኣሜሪካንስ ዋን ሪፋንድ ወን ዊ ድሮ ደ ቦርደርስ ፑቲን ኩናት ዝደሊ የለን ይብል ኣሎ ኣብዚ ኢራን ዊ ሄር ዩ ብራደር ተል እስራኤል ንእስራኤል ንገሮ ብልዎ ኣለዉ ሶ የ

ሎማዓንቲ ግን ኣለዎም ኣኼባ ኣለዎም ዝዛረብሉ ናይ እስራኤል ማለት እዩ ክትኩሱ ድዮም እንታይ እዮም ትውሳነታት ዝውስኑ ማለት እዩ ዚም ፓወር ትራምፕ ኣራይቭስ ፎር ደይ ተዩፍት ኖ ኖ የለን ክሳብ ሕጂ ዋላ ሓንቲ የለን ኒውስ ናይ እስራኤል እስራኤል ኒውስ